ካብ ናይ ዕረፍቲ መገሻ ካብ ዱባይ ናብ ኖርወይ እንዳተመለስኩ እንከለኹ ሰማንያን ሓሙሽተን ሽሕ ክሮነር ዝኸፈልኩሉ ንብረት ኣብ ኣየርፖርት ተሓዲገ እዚ ክብል ከለኹ ሒዞሙኒ። ስለምንታይ'ሞ ይሕደግ እቲ ሕጋዊ ቀረጽ ዘይከፍለሉ ዝብል ሕቶ ምስ ኣቕረብኩ ክሳብ ኣርብዓን ሽዱሽተን ሽሕ ክሮነር ንክኸፍለሉ ተገዲደ። ስለዚ ኣነ ከባቢ ሰማንያን ሓሙሽተን ሽሕ ዝገዛእክዎ ከመይ ገረ እየ ኣርባዓን ሓሙሽተን ሽሕ ተወሳኺ ነገር ቀረጽ ዝኸፍለሉ? ስለዚ እቲ ሕጊ እንታይ ድዩ ዝብል? ከመይ ገረ ኣነ ከምኡ ክኸፍል ይግደድ? በሃሊት'ያ ሓንቲ ሓፍትና ድሕሪ መገሻኣ ናብ ሃገራ እንዳተመለሰት ከላ። መጀመርያ ግዜ እቲ ሕጊ ኣርቂቕና ክንፈልጦ ይግበኣና። ኩሉ ሰብ ኣይኮነን ዝተሓዝ ምናልባት ካብ ሚእቲ ክልተ ፐርሰንት ውን ክኾኑ ይኽእሉ እዮም ግን ስለምንታይ ኣብ ሪስክ ንኣቱ መጀመርያ ግዜ ክንጥንቀቅ ክንክል ኣለና ኮሙ ዓይነት ከጓንፈና ከም ዝኽእል ክንፈልጥ ክንክእል ኣለና ስለዚ እቲ ሕጊ ካብዚ ሃገር ወጻኢ እንድሕር ድኣ ተኔርካ ክሳብ ልዕሊ ዕስራን ኣርባዕተን ሰዓታት ኣብ ካልእ ሃገር ተኔርካ ናብዚ ሃገር ክትምለስ እንከለኻ ክሳብ ሽዱሽተ ሽሕ ክሮነር ዝኣክል ንብረት ሓዱሽ ንብረት ወይ ከኣ ዝኾነ ነገር ክሳብ ክንድኡ ዋጋ ዝትመን ናብ ኖርወይ ሒዝካ ክትኣቲ እንከለኻ ብነጻ እዩ። ዝኾነ ቀረጽ ኣይትኸፍለሉን ኢኻ። ንስኻ ግን ልዕሊ ሽዱሽተ ሽሕ ክሮነር ዝትመን ንብረት፣ ሓዱሽ ንብረት፣ ማርክ ዘለዎ ሳናጡ፣ ወርቂ፣ ብዙሕ ነገራት ሒዝካ ትኣቱ እንድሕር ደኣ ሃሊኻ፣ ንስኻ ባዕልኻ ኣብ ሓደጋ ንኸይትወድቕ ተገዲድካ በቲ ቀረጽ ዘኽፍልዎ መንገዲ ክትሓልፍ ክትክእል ኣለካ በቲ ሮድ ዞን ዝበሃል ማለት እዩ በዚ ፍቃደኛ ኮንካ ብኡ እንድሕር ደኣ ከድካ ክሳብ ዕስራን ሓሙሽተን ሚእታዊት ናይቲ ንስኻ ዝገዛእካዮ ንብረት ክትከፍል ትግደድ እዚ ማለት ናይ ሚእቲ ሽሕ እንድሕር ደኣ ገዚእኻ ክሳብ ዕስራን ሓሙሽተን ሽሕ ክሮነር ክትከፍል ትግደድ

ንብረት ሒዝካ እንድሕር ደኣ ተተረኺብካ እሞ ኸኣ ፍቓደኛ ኾንካ በቲ ቀረጽ ዝኽፈሎ መንገዲ ተዘይሓሊፍካ ባዕላቶም ጠርጢሮምኻ እንድሕር ደኣ ሒዞምኻ። ካብዛ ንርእያ ዘለና ቪድዮ ዝረኸብናዮ መረዳእታን ከምኡ'ውን እቲ ጽሑፍ ኣንቢበ ከም ዝረኸብክዎ ንስኻ ብዙሕ ክቡር ዝኾነ ንብረት ወርቂ ይኹን ሞባይላት ሰዓታት ካብ ሽዱሽተ ሽሕ ንላዕሊ ዝትመን ንብረት ሒዝካ ብኡ ከይሓለፍካ ኣሽኪዕካ ክትሓልፍ ምስ ትርከብ ከምኡውን ባዕላቶም ደው ምስ ዘብሉኻ ንስኻ ኣብ ዓቢ ሓደጋ ትኣቱ። ስለዚ ከምዛ ንሪኣ ዘለና እዛ ቦርሳ ማርክ ዘለዎ ቦርሳ ኣብ ካልእ ሃገር ማለት ኣብ ዱባይ ኣብ ብዙሕ ሃገራት ሸሞንተ ሽሕ ክሮነር እንድሕር ደኣ ገዚእኻያ እንድሕር ባዕላቶም ሒዞምኻ መጀመርያ ግዜ የሕድጉኻ እዛ ሳንጣ እዚኣ ደልያ ኣለኹ ዋላ ቀረጽ ክኸፍለላ እንድሕር ኢልካ ከኣ ብተወሳኺ ሸሞንተ ሽሕ ክሮነር ካብኣቶም ክትገዝኣ ክትክል ኣለካ። ኣብቲ ዱባይ ሸሞንተ ሽሕ ከፊልካላ ኣለኻ and then ካብዞም ናይ ቀረጽ ከኣ ሸሞንተ ሽሕ ተወሳኺ ክትከፍል ኢኻ። እዚ መዓስ ጥራሕ? ናይቲ ሸሞንተ ሽሕ ዕስራን ሓሙሽተን ሚታዊት ቀረጽ ከኣ ክልተ ሽሕ እውን ክትውስኸሉ ኢኻ። ከባቢ ዓሰርተ ሸሞንተ ሽሕ ክሮነር ክትገዝኣ ትግደድ እዛ ሳንጣ እዚኣ። ስለዚ የሕዋት ስለምንታይ ኣብ ከምዚ ዓይነት ክሳራን ኣብ ከምዚ ዓይነት ሪስክ ክንኣቱ ንክእል መጀመርያ ግዜ ብዙሓት የሕዋት ኣለና ዱባይ ከይደ ከምዚ ገይረ ባዕለይ ወርቂ ገዚኤ ክመጽእ ዝብል ሓሳባት ክህልወና ይክእል እዩ ስለዚ የሕዋት ብፍላይ ደቂ ኣንስትዮ ኣዴታትና ኩላክን የሕዋትና ከምዚ ዓይነት ውሳኔ ሓሳባት ምስ ዝህልወክን እቲ ዘሎ ሕጊ ብደቂቅ ክትፈልጥኦ ይግባእ እቲ ዘሎ ሕጊ ኣብ ባይታ ዘሎ ሕጊ እንታይ እዩ ዝብል ዘሎ ከምዚ ዓይነት ከም ዘጓንፈና ንሕና ውን ክርደኣና ክኽእል ኣለዎ መጀመርያ ግዜ ከምዚ ዓይነት ሓደጋታት ከየጋጥመና ክንጥንቀቅ ክንክእል ኣለና ተዘይኮይኑ እቲ ናይ መወዳእታ መጽናዕቲ ወሲድና ንሕና ነዚ ነገራት እዚ ክንፍጽሞ ክንክእል ኣለና እምበር ከይሓሰብናሉ ከምዚ ዓይነት ከጓንፈና ከም ዝኽእል ግምታት ከይገበርና ኣብ ከምዚ ዓይነት ሽግራት ክንኣቱ የብልናን ስለዚ እዛ ሓፍትና ከምዚ ዓይነት ተማሳሳሊ ሽግር እዩ ገጢምዋ ዘሎ ሰማንያን ሓሙሽተን ሽሕ ኩሮነር ዝኸፈለትሉ ንብረት ክሕደግ እንከሎ ከም እንደገና ሰማንያን ሓሙሽተን ሽሕ ክፈል እሞ ተወሳኺ ከኣ ቀረጽ ክፈልሉ እንኳዕ ኣይበልዋ ካብኡ ድሒና ከባቢ ኣርባዓን ሓሙሽተን ሽሕ ጥራሕ እዮም ክፈሊ ዝብልዋ ዘለው። እዚ ማለት ክሳብ ሓምሳ ሚእታዊት ቀረጽ መንግስቲ ይሓትዋ ኣለው ማለት እዩ። ስለዚ እንታይ ገድሽካ እኻ ኣብ ከምዚ ዓይነት ሽግራት ክትኣቱ ትደሊ? ከም ተወሳኺ ሓደ ኣገዳሲ መልእኽቲ ከሕልፎ ዘለኒ ብዛዕባ ፎሽክሪን ብዛዕባ ኢንቹራንስ ኣብ ገዛኻ ዘሎ ኣሽሓት ዝትመን ወርቂ፣ ኢንቹራንስ ክንከፍለሉ ኣለና፣ ፎሽክሪን ክንኣትወሉ ኣለና፣ ምስ ዝጠፍኣና፣ ምስ ዝስረቐና፣ ገዛ ምስ ዝቃፀለና፣ ንኹሉ ነገር ክሽፍነልና ዝኽእል ፎሽክሪን ማለት ኢንቹራንስ ክህልወና ኣለዎ ዝብል መልእኽቲ የመሓላልፍ'የ ብዝተደጋጋሚ። ነዚ ዝምልከት ሓደ ኣብነት ከም ዝረኸብኩዎ ግን፣ ሓደ ሬስ ፎሽክሪን ስለ ዝነበሮ፣ ኣጋጣሚ ኣብ መገሻ ሓንቲ ካቴና ጠፊኣቶ፣ እዛ ካቴና እዚኣ ክገይሽ ከለኹ ስለ ዝጠፈኣትኒ ነቶም ፎሽክሪን ሓጉዙኒ ወይ ድማ ተክኡለይ ወይ ድማ ዕዶይለይ ኢልዎም። ንሳቶም ከኣ ከምዚ ጌርና ክንትክኣልካ እንድሕር ተኾይና እቲ ዘሎ ዶኩመንት ከተረክበና ክትክል ኣለካ። መጀመርያ ግዜ ፋኩቱራ ኣለካዶ ካበይ ኢኻ ገዚእኻዮ? ኦኬሉ ፋክቱራ ኣረኪብዎም ዋጋ ውን ነጊርዎም ኤንድዘን ካብ ደገ ሃገር ከም ዝገዛእካዮ ዩ ዘርኢ ዘሎ ስለዚ ናብ ኖርወይ ክኣቱ እንከሎ ቀረጽ ዝተኸፍሎ ማለት ብመንገዲ ቶል በቶም ናይ ቀረጽ ቤት ጽሕፈት ጌሩ ከም ዝሓለፈ እሞ ኸኣ ኣብኡ ክንደይ ከም ዝኸፈልካሉ ዘርኢ ምስክርነት እንድሕር ደኣ ሰዲድካልና ክንሽፍነልካ ንኽእል ተዘይኮይኑ ግን ኣይንሽፍነልካን ኢና ዝብል ተነጺጉ። ስለዚ ከምዚ ዓይነት ኣጋጣሚታት እውን ከጋጥመና ስለ ዝኽእል እንታይ ኢና ክንገብር ዘለና፣ ከመይ ዓይነት ጌርና ኢና ንሕና ኢንቹራንስ ክንኣትወሉ ዘለና፣ ፎሽክሪን ክንከፍለሉ ዘለና፣ ነቲ ኩሉ ኣብ ገዛና ዘሎ ኣሽሓት ዝትመን ኣዋርቕ ክንሓስበሉ ክንክእል ኣለና። ስለዚ ነቶም ናትካ ፎሽክሪን ተወከሶም፣ ከምዚ ዓይነት ንብረት ካብ ዓደይ ዘምጻእኩዎ ኢልካ ንስኻ ከተእምኖም ክትክእል ኣለካ። ከም ዝገዛእካዮ እንድሕር ደኣ ተነጊርካዮም ፋክቱራ ክብሉኻ እዮም። ካበይ ከም ዝገዛእካዮ እንድሕር ደኣ ሓቢርካዮ እሞኸ ቀረጽ ናይ መንግስቲ ኖርወይከ ከፊልካሉ ዶ ዝብል ሕቶ እውን ክመጸካ እዩ። ስለዚ ተባላሓይትና ንሕና ኢንቹራንስ ከነእትዎ ክንክእል ኣለና እቲ ኣብ ገዛና ዘሎ ኣዋርቕ። ተዘይኮይኑ ብኸምዚ ዓይነት መንገዲ ንስኻ ምስ ዝጠፍኣካ፣ ምስ ስረቐካ፣ ከምዚ ገይሮም ክነጽጉኻ ስለ ዝኽእሉ ነዚ ነገር እዚ ዘዐውተካ ሓሳባት ሒዝካ ክትጸንሕ ክትክእል ኣለካ። እዛ ቪድዮ እዚኣ ናብ ብዙሓት ክትበጽሕ ሼር ላይክ ኮመንት ከምኡ እውን ሳብስክራይብ እንዳገበርና ሃናጺ ዝኾነ ትሕዝቶ ንከታተል። ኣብ ውሽጢ ክልተ መዓልቲ ክሳብ ስሳ ሽሕ ዝኣኽሉ ስደተኛታት ናብ ሃገረ ስፐይን ክሰግሩ ክኢሎም። እዞም ንሪኦ ዘለና ኣሽሓት ዝቑጸሩ ህዝቢ ናበይ እዮም ዝኸዱ ዘለዉ? እዚ ዘርእየና ዘሎ ምስሊ ካብ ሃገረ ሞሮኮ ናብ ስፐይን ዝስደዱ ዘለዉ እዮም። ኣብ ውሽጢ ክልተ መዓልቲ ክሳብ ስሳ ሽሕ ዝኣኽሉ ስደተኛታት ናብ ሃገረ ስፐይን ክሰግሩ ክኢሎም። ብኸመይ መልክዕ እዮም ዝሰግሩ ዘለዉ? ምናልባት ከመይ ገይሮም እዮም ሓምቢሶም ዝሰግሩ ዘለዉ? ብዙሕ ቪድዮታት ከም ዘርእዮ ብማይ ገይሮም ሰጊሮም ከም ዝኽእሉ እዩ ዝሕብር። እቲ ዝገልጽዎ ዘለዉ ሓቂ ግን እቲ ኬላ ናይ ሞሮኮ ስለ ዝኸፈትዎ ኩሉ ዓይኒ ዘንቆሐ ፍጡር መንእሰያት ቆልዑ ህጻውንቲ ብዙሕ ሰብ ክሰግር ክኢሉ። ስለምንታይ ማይ ጠልቅዮም ይሓልፉ ኣለዉ። መጀመርያ ግዜ እቲ ወሰንወሰን ዶባት ዘሎ መሬት እዩ ብኡ ገይሮም ምስ ወጹ ኣብታ ንእሽተይ ትጥወ ዘላ ግን ማይ ስለ ዝኾነት ተገዲዶም በታ ማይ ገይረም እዮም ዝሰግሩ። ከም ተወሳኺ እውን ካብ ጫፍ ናብ ጫፍ ክሳብ ከምዚ ኣብ ካርታ ንሪኦ ዘለና ክሳብ ሽዱሽተ ሸውዓተ ኪሎሜተር ዝኸውን እውን ሓምቢሶም ዝሰግሩ ብዙሓት ሰባት ኣለዉ እዮም። ክሳብ ሕጂ ራፖርት ተገይሩ ዘሎ ክሳብ ሓምሳን ኣርባዕተን ሰባት ኣብዛ ጉዕዞ እዚኣ ከም ዝሞቱ ይገልጽ። ከምኡ እውን ኣብዚ ንሪኦ ዘለና ማይ ነታ ንእሽተይ ቦታ ተጠውዮም ክኸዱ እንከለዉ ብዝሒ ህዝቢ ስለ ዘሎ ተረጋጊጾም ቆልዑ ድዮም ዓበይቲ ድዮም ይሞቱ ኣለዉ። ብሓፈሻ እቲ ዕላማ ግን ንምንታይ? ስደት ደልዮም ወይ እውን ክስደዱ ስለ ዝደለዩ ዶ ይኸውን? ምናልባት ብዙሕ ፖለቲካዊ ነገር ዘለዎ ነገር ኮይኑ ይስምዓካ ይብሉ ብዙሓት። ብሓፈሻ ግን ናበይ እዮም ዝስደዱ ዘለዉ? ናብ ሃገረ ስፔይን ድዮም ዝስደዱ ዘለዉ? እወ ክትብል ትኽእል። ምኽንያቱ እዘን ንርእየን ዘለና ክልተ ቦታታት ኣብዚ ካርታ ቀደም ቅድሚ ሓሙሽተ ሚእቲ ኣሽሓት ዓመታት ስፐይን ዝወነነተን ኣብ ኣፍሪቃ ዝርከባ ከተማታት እየን። ናብዚ እየን እዮም ዝሰግሩ ዘለዉ። ናብ ስፐይን ናብታ ዓባይ ስፐይን ክሰግሩ እንድሕር ተኾይኖም ዓብዪ ባሕሪ ኣሎ ንዕኡ ሰጊሮም እዮም ናብ ኤውሮጳ ክኣትዉ ዝኽእሉ። እዘን ንርእየን ዘለና ግን ሞሮኮ ትውንነን ነበረት ክልተ ቦታታት ናብ'ን እዮም ዝሰግሩ ዘለዉ። እቲ ከምዚ ንሪኦ ዘለና ልዕሊ ስሳ ሽሕ ህዝቢ ዝኣክል ስደተኛ ካብ ሞሮኮ ናብዛ ሲዮታ ትበሃል ዘላ ዓባይ ከተማ ኣብ ኣፍሪቃ ትርከብ ዘላ ናይ ስፐይን ናብዚኣ እዮም ዝኣትዉ ዘለዉ። ናብዚ ዘእትዎም ዘሎ ምኽንያት ድማ ስደት ደልዮም ኣብ ኤውሮጳ ዕቑባ ንኽሓቱ እዮም ዝኣትዉ ዘለዉ ዝብል ትንታነ እውን ብዙሕ ትረክብ ኢኻ። ከም ተወሳኺ ከምዞም ንሪኦም ዘለና ደቂ ዓሰርተ ሓሙሽተ፣ ዓሰርተ ሽዱሽተ ዝኾኑ ዕድሚኦም እውን ምስ ሰገሩ ሞባይል ኣብ ከለዉ ካብ ገሊኦም ተለቂሖም ናብ ስድርኦም ክድውሉ ኢኻ ትርኢ። ምናልባት እንታይ የዘኻኽረካ ንሕና እውን ከምኡ ሓደሽቲ ስደተኛት ኮይና ናብዚ ሃገር ክንኣቱ እንከለና ቀዳመይቲ ነገር ባሕሪ ስግር ምስ ኣበልካ ትፈልጦ ቴለፎናት ዳምዳም ትብል ናብ ስድራኻ ክትድውል ብሰላም ሰጊረ ኣለኹ ባሕሪ ክትብል ስለዚ እዚኣቶም እውን ከምኡ ዓይነት መልእኽቲ ከሕልፉ ከለዉ ብጣዕሚ የደንግጹኻ። ብሓፈሻ ግን ጽባሕ ንግሆ እዚኣቶም ከምኡ ኢሎም ስደተኛታት ኮይኖም ተመዝጊቦም ክቕጽሉ ድዮም ዝብል ሕቶ እንድሕር ሃልዩ ግን ብብዝሒ ክሳብ ሕጂ ብወለንትንኦም ብዙሓት ይምለሱ ከም ዘለዉ እዩ እቲ መጽናዕቲ ዝገልጽ ዘሎ ከምኡ እውን መረኮ ባዕላቶም ዝህብዎ ዘለዉ ኢንፎርሜሽን ወይ ድማ ሓበሬታ ስለዚ እዞም ብምሎም ክሳብ ስሳ ሽሕ ዝኣኽሉ ስደተኛታት እንድሕር ደኣ ከም ስደተኛታት ዕቑባ ተዋሂቦም እንድሕር ደኣ ነቢሮም እተን ጎረባብቲ ዘለዋ ኤውሮጳውያን ሃገራት ብጣዕሚ ቁጥዐ የስምዓ ኣለው ናበይ ይኣትው ኣለው ስለምንታይ የእትውዎም ኣለው ሕጂኸ እንታይ እዮም ክጎብሩ ናበየነይቲ ሃገር እዮም ክኾዱ ዝብል ብዙሕ ኣርእስታት እዩ ዝለዓል ዘሎ ብምለን እዘን ሕብረት ኤውሮጳ ዝባሃላ ሃገራት ስለዚ ካብዚ ይሰውረና ካብዚ የድሕነና ብሰላም ሃገርና ይምለሰና ኣብኡ ሰላምና ጌርና ክንነብር ተዘይኮይኑ ማዕረ ከምዚ ዓይነት ስደት እንድሕር ድኣ ውሒዙ ካብ ብዙሓት ሃገራት ዕለቕለቕ ክኣቱ እዩ ኣብ ኤውሮጳ።